ኣብ ሰሜናዊ ከበሳታት ኤርትራ ኣብ መንጎቲ ካብ ሮራ ሓባብ ክሳብ ጎላጉል ናሮ ዝዝርጋሕ ሰንሰለታዊ ኣኽራናት፣ ኣብ ሽሕን ሸውዓተ ሚእትን ሰማንያን ሜትሮ ዝብራኹኡ ዝባውንቲ ተደኲና እትርከብ ናቕፋ፣ ሓንቲ ካብ ዓበይቲ ሓውሲ ከተማታት ዞባ ሰሜናዊ ቀይሕ ባሕሪ ኮይና፣ ኣብ ግዜ ምምሕዳር ኣውራጃታት ዋና ከተማ ኣውራጃ ሳሕል ዝነበረት፣ ኣብዚ እዋንዚ ከኣ ማእከል ምምሕዳር ናይቲ ንናቕፋን ከባቢኣን ዝሽፍን ንኡስ ዞባ ዝኾነት፣ ኣብ ታሪኽ መኸተ ህዝቢ ኤርትራ ኣንጻር ባዕዳዊ መግዛእቲ ጎሊሓ እትጥቀስ ከተማ እያ። ናቕፋ ከም መብዛሕትአን ከተማታትን ሓውሲ ከተማታትን ኤርትራ ኣብ እዋን መግዛእቲ ኢጣልያ ተደኲና። ኢጣልያዊ መግዛእቲ መሓውራት ምምሕዳሩ ኣብ መላእ ኤርትራ ኣብ ዘደላድለሉ ዝነበረ እዋን ሽሕን ሸሞንተ ሚእትን ቴስዓታት ከኣ ንናቕፋ ብኣቀማምጣኣን ክሊማኣን ማእከል ምምሕዳር ናይቲ ከባቢ ክትከውን ሓርያ። በዚ ድማ እታ ቅድሚኡ ንእሽቶ ዓዲ ዝነበረት ናቕፋ፣ ማእከል ምምሕዳራውን ንግዳውን ንጥፈታት መላእ ሓባብ ብምዃን ናብ ሓውሲ ከተማ ክትዓቢ ጀመረት። ኣብ ሽሕን ትሽዓተ ሚእትን ባዶ ሰለስተ፣ ምምሕዳር ኢጣልያ ኣብ ዘቖሞ ቅርጺ ምምሕዳራት ሳሕል ብደረጃ ወረዳ ወይ ረዚደንዘ ተሰርዔ። ናቕፋ ድማ ማእከሉ ኮነት። ኣብ ሽሕን ትሽዓተ ሚእትን ሰላሳታት ብመግዛእቲ ኢጣልያ ዝተኻየደ ቆጸራ ህዝቢ ከም ዘመልክቶ፣ ቁጽሪ ነበርቲ ናይታ ሓውሲ ከተማ ኣስታት ሰለስተ ሚእቲ ይበጽሕ ነበረ። ኣብ እዋን ምምሕዳር እንግሊዝን ፈደረሽንን ከኣ እቲ ቁጽሪ እናተዓጻጸፈ ከደ። ኣብ ሽሕን ትሽዓተ ሚእትን ስሳን ሓሙሽተን ብመንግስቲ ኢትዮጵያ ኣብ ዝተገብረ ሓድሽ ኣሰራርዓ ምምሕዳር እቲ ብደረጃ ወረዳ ዝነበረ ዞባ ሳሕል ካብ ኣውራጃ ሰንሒት ተፈልዩ ናቕፋ ዝዋና ከተምኡ ኣውራጃ ኾነ። ናቕፋ ናብ ሓውሲ ከተማ ክትምዕብል ዝጀመረት ኣብ እዋን መግዛእቲ ኢጣልያ ይኹን ምበር፣ ስነ ጥንታዊ ኣሰራት ናቕፋን ብዙሕ ካልእ ከባቢታት ሳሕልን ካብ ጥንቲ ኣትሒዞም ሰባት ይቕመጥዎ ከም ዝነበሩ የረጋግጹ። ናቕፋን ከባቢኡን ምስ ሰሜናዊ ምብራቕ ሳሕልን ካልእ ክፋላት ምብራቓዊ ገማግምን ብምውድዳር ብራኸ ዝሃቦ ምቹእ ክሊማ ንሰፈራ ተመራጺ ይገብሮም። ብዛዕባ እቶም ቀዳሞት ሰፋሮ ብንጹር ዝፍለጥ እኳ እተዘየለ፣ ድሕሪ ናይ ዘመናት ሰገማታት ኣህዛብ ቤጃ ዝመበቆሎም ህዝቢ ኣብዚ ከባቢታት እዚ ብምስፋር ብንግስነት ባቕሊን ዝፍለጥ ንመላእ ሳሕልን ዓቢ ክፋል ባርካን ዝገዝእ ዝነበረ ንግስነት ኣቚሞም ነበሩ። ምስ ምድኻም ንግስነት በጃ ኣብ ዓሰርተ ሽዱሽተ ክፍለ ዘመን ካብ ማእከላይ ከበሳ ዝመጹ ቤት ኣስገደ፣ ንበረኽቲ ቦታታት ሮራ ባቕላን ደጉዓ ናቕፋን ተቖጻጸሩ። ኣብ ልዕሊ'ቶም ኣብ ሳሕል ዝጸንሑ ቀቢላታት ኣስፈዳ፣ ኣልመዳን ሓፈራን ካልኦትን ጎይቶቶም ድማ ናይ ጎይታን ተወፋሮን ስርዓት ተኸሉ። እዚ ብኸንቲባይ ቤት ኣስገደ ዝምራሕ መስፍናዊ ስርዓት'ዚ፣ ክሳብ መጀመርያ ዕስራ ክፍለ ዘመን ብዘይ ብዙሕ ለውጢ ዝቐጸለ ኮይኑ፣ ኣብ ግዜ መግዛእቲ ጣልያን ዝተቐየረ ፖለቲካዊ ቁጠባውን ኩነታት ከምኡውን ኣብ ሽሕን ትሽዓተ ሚእትን ኣርባዓታት ብተወፋሮ ዝተኻየደ ሓያል ናይ ኣግእዞ ምንቅስቓስ ተወሲኽዎ ኣብ ትሕቲ ምምሕዳር ብሪጣንያ እቲ ስርዓት ተዳኺሙ ብሽሞኛታት ቀቢላ ተተክኤ። ኣብቲ ከባቢ ዝርከብ ዑናታትን ዛላታትን እቶም ቀዳሞት ሰፋሮ ብቐዳምነት ኣብ ሕርሻ ዝነጥፉ ህዝቢ ምንባሮም ይእመት። ምስ ግዜ ምልውዋጥ ኩነታት ኣየር ዝደረኾ ክኸውን ይኽእል ድማ ህዝቢ እቲ ከባቢ ዝያዳ ናብ መጓሰ ተኲሩ ብመጠኑ ኣብ ሕርሻ ክነጥፍ ጀመረ። ኣብ ግዜ ዝናብ ባሕሪ፣ ህዝቢ ናብ ምብራቓዊ ኣጻድፍን ጎላጉልን ምስ ጥሪቱ ይወርድ፣ ኣብ እዋን ክረምቲ ድማ ናብ ከበሳታት ይድይብ። ኣብቲ ከባቢ ብእዋን ክረማ ዝዝርኡ ዓብለልቲ ያእካል፣ መሸላን ዕፉንን እዮም። ድሒሩ ዝተኣታተወ መስኖ ተጠቒምካ ኣሕምልቲ ናይ ምፍራይ ንጥፈት እውን ብመጠኑ ይዝውተር እዩ። ኣብ ከባቢ ናቕፋ ብፍላይ እኳ ኣብቲ በሪኽ ጎቦታትን ኩርባታትን ኣውሊዕ፣ ታህሰስ፣ ሰራውን ቆልቋልን ዝርከብዎም ኣግራብን ኣትክልትን ይርከቦም። ምስ ምጅማር ብረታዊ ቃልሲ ኣብ ሽሕን ትሽዓተ ሚእትን ስሳታት ኣብታ ከተማ ዝነበረ ነቑጣ ፖሊስ ዕላማ ዝገበረ ስርሒታት ብደባይ ኣሃዱታት ተጋድሎ ሓርነት ኤርትራ ብተደጋጋሚ ክካየድ ስለ ዝጀመረ፣ በዚ መጥቃዕትታት ሰውራ ኤርትራ ዝሰግኤ መንግስቲ ኢትዮጵያ፣ ኣብ ሽሕን ትሽዓተ ሚእትን ስሳን ሸውዓተን ኣብታ ከተማ ሓደ ቀዋሚ ወተሃደራዊ መዓስከር ተኸለ። ካብዚ ንደሓር ድማ ናቕፋ ወተሃደራዊ ኣገዳስነታ ጉሉሕ እናኾነ መጸ። ስትራቴጂያዊ ወተሃደራዊ ኣገዳስነት ናቕፋ። ናቕፋ ኣብቲ ንሰላሳ ዓመታት ዝተኻየደ መሪር ሓርነታዊ ኲናት ስማ ጎሊሑ ዝጥቀስ፣ ትእምርቲ ጽንዓትን ተወፋይነትን ህዝቢ ኤርትራ ብምዃን፣ ኤርትራን ህዝባን መንነቶም ኣድሚቖም ኣብ ርስቶም ክህልዉን ክቕጽሉን ምዃኖም ዘግሃጠት፣ ኣብ ግዜ'ቲ ኲናት ብወተሃደራዊ ስትራተጂ ኮነ ብፖለቲካዊ ዕላማታት ልዑል ኣገዳስነት ዝነበራ ታሪኻዊት መዲና እያ። ናቕፋ ሓንሳብ ካብ መግዛእቲ ባዕዳውያን ሓራ ምስ ኮነት ንካልኣይ ግዜ ዘይተደፍረት፣ መርኣያ ሓያል መኸተ ህዝቢ ኤርትራ ንባዕዳዊ መግዛእቲ ዝኾነት፣ ክሳብ መጸውዒ ባጤራ ሃገረ ኤርትራ ብምዃን ልዑል ክብሪ ክትርከብ ዝበቕዐት ሓወልቲ ክብርታት ህዝቢ ኤርትራ እያ። ንክብራን ዕቤታን ዝገልጽ ከኣ ብዙሕ ተገጢሙላን ተደሪፉላን። ኣብ መፋርቕ ሽሕን ትሽዓተ ሚእትን ሰብዓታት፣ ዓቕሚ ሰውራ ኤርትራ ሰዊዱ፣ መዓስከራት ምጥቃዕን ምቁጽጻርን ኣብ ዝተጀመረሉ፣ ናቕፋ እታ ቀዳመይቲ መጥቃዕቲ ዝተፈተነላ መዓስከር ነበረት። ዝተፈላለየ ዓይነት ውግእ፣ ሄል ወለድ፣ ኣየር ወለድ፣ ቀዋሚ ኩናትን ካልእን ንፈለማ ግዜ ዝተራእየ እውን ኣብ ናቕፋ እዩ። ድሕሪ መፋርቕ ሽሕን ትሽዓተ ሚእትን ሰብዓታት፣ ተጋዳላይ ብዝቐልጠፈ ሓይልን ናህርን ንቕድሚት ብዝብል ዕላማን ጭርሖን መጥቃዕትታቱ ኣብ ዘዛየደሉ፣ ናቕፋ መንቀሊት ናይ ዝሰዓበ ድሙቕ ዓወታቱ ነበረት። ቃልሲ ህዝቢ ኤርትራ ክሰዓር ከም ዘይክእል ብምግንዛብ፣ ስርዓት ደርግ ዘማዕበሎ ስናኔ ብቐንዱ ምስ ናቕፋ ዝተኣሳሰረ እዩ። እቲ ብደገፍ ሕብረት ሶቬት ክሳብ ዓንቀሩ ዓጢቑ ብኣማኢት ኣሽሓት ሰራዊት ዝፈተኖ መጠነ ሰፊሕን ተደጋጋምን ወራራት ምስ ፈሸሎ፣ እንተወሓደ ናቕፋ ሒዙ መደበሲ ፍሽለታቱ ክረክብ ንበይና ተረባሪቡላ'ዩ። በዚ ድማ'ያ ምልክት ጽንዓት፣ ዓወትን ሓበንን ህዝቢ ኤርትራ ክትከውን ዝበቕዐት። ኣብ መፋርቕ ሽሕን ትሽዓተ ሚእትን ሰብዓን ሸሞንተን፣ ወተሃደራዊ ሚዛን ሓይሊ ካብ ሰውራ ኤርትራ ናብ ስርዓት ደርጊ ተቐይሩ፣ ህዝባዊ ግንባር ስትራተጂያዊ ምዝላቕ ብምግባር ኣብ ሳሕል ክዓርብ ምስ ወሰነ፣ ናይ መወዳእታ መከላኸሊ መስመር ክኸውን ዝመረጾ ኣብ ከባቢ ናቕፋ ዝርከብ ሰንሰለታዊ ኣኽራናት እዩ። ምኽንያቱ ናቕፋን ከባቢኡን ንምብራቕን ሰሜንን ክሳብ ቅሮራ ንምዕራብን ደቡባዊ ምዕራብን ክሳብ ግንባር ሓልሓል ተኣሳሲሩ ዝኸይድ ሰንሰለታዊ ኣኽራናት፣ ልዑል ተዓጻጻፍነት ዝህብ መገላበጢ ዕርድታት ዝርከቦ፣ ንዓውደ ውግእ ዝምረጽ ምቹእ ከባቢ እዩ። ህዝባዊ ሰራዊት ነቲ ሓያል እምነቱን ዘይሕለል ጽንዓቱን እዚ ባህርያዊ ብልጫ ቅርጺ መሬት ስለ ዝተወሰኸ'ዩ ንኣስታት ትሽዓተ ዓመታት ኣብ ጎቦታት ሳሕል ዓሪዱ ብዙሕ መስተንክራዊ ቅያታት እናፈጸመ ነቲ ብዓቕሚ ሰብን ኣጽዋርን ኣዝዩ ዘተዓጻጸፎ ገዚፍ ሓይሊ ጸላኢ ዘፍ ከብሎን ኣብ መወዳእታ ክስዕሮን ዝበቕዐ። ኣብ እዋን ስትራተጂያዊ ምዝላቕን ድሕሪኡን ስርዓት ደርግ ኣብ ልዕሊ ሰውራ ኤርትራ ኣውራ ድማ ኣብ ልዕሊ ሰራዊት ህዝባዊ ግንባር ብስልቶምን ባህርያቶምን ዝፈላለዩ ሸሞንተ ተኸታተልቲ ወራራት ኣካየደ። ካብኦም እቶም ዳሕረዎት ሓሙሽተ ወራራት ኣብ ቀወምቲ ግንባራት ሳሕል እዮም ተኻይዶም። እዚ ናይ ምርብራብ መድረኽ እዚ ነቲ ፈለማ ከም ፍጹም ስዕረት ዝተራእየ ምዝላቕ ሰውራ ኤርትራ ትርጉሙ ዘግሃደ፣ ናቕፋ ትእምርቲ ጽንዓትን ቀጻልነትን ቃልሲ ህዝቢ ኤርትራ ምዃና ዘመስከረትሉ መድረኽ ነበረ። እዚ ልዕሊ ሽዱሽተ ሚእትን ሱሳን ሸውዓተን ኪሎመተር፣ ዝንውሓቱ መከላኸሊ ዕርድታት ግንባር ናቕፋን ምስኡ ዝተኣሳሰር ግንባራት ሰሜናዊ ምብራቕ ሳሕል፣ ሓልሓልን ባርካን፣ ድሕሪ ትሽዓተ ዓመታት ናይ ምርብራብ ቃልሲ፣ ነቲ ገዚፍ ወራሪ ሰራዊት መግዛእቲ ኢትዮጵያ ኣላሽ ኣቢሉ ንህዝባዊ ሰራዊት ናብ መጥቃዕቲ ከሰጋግር ዝኸኣለ'ዩ። ድሕሪ ፍሽለት ሻሙናይ ወራር፣ ማለት መወዳእታ ሽሕን ትሽዓተ ሚእትን ሰማንያን ሓሙሽተን፣ ናቕፋ ናይ ምቁጽጻር ዕላማ ፍጹም በኒኑ፣ ኣዘዝቲ ሰራዊት ደርግ ተስፋ ዝቖረጹሉ እዋን ነበረ። ቀንዲ ረቋሒ ዓወታት ህዝባዊ ሰራዊት፣ ቅርጺ መሬት ዝፈጠሮ ብድሆ ጥራይ ዘይኮነ፣ እቲ ኣብኡ ዝዓረደ ሓያል ሃገራዊ ንቕሓትን ጽንዓትን ዝውንን ተጋዳላይ ምዃኑ ከይፈተዉ ክኣምኑ፣ በዚ ድማ ሰውራ ኤርትራ ብወተሃደራዊ ሓይሊ ክሰዓር ስለ ዘይክእል ካልእ መፍትሒ ክናደየሉ ብጨቕታታት ዘስመዕሉ ግዜ ነበረ። ኣብ ሽሕን ትሽዓተ ሚእትን ሰማንያን ሸሞንተን ህዝባዊ ሰራዊት ኣብ ልዕሊ እቲ ንነዊሕ ዓመታት ኣብ ግንባር ናቕፋ ዓሪዱ ዝነበረ ናደው እዝ ደምሳሲ መጥቃዕቲ ምስ ፈጸመ ከኣ ኣብ ታሪኽ ሰውራ ኤርትራ ፍሉይ መቐይሮ ተጋህደ። እዚ ሓመድ ድበናዶ ዝተሰምየ ስትራቴጂያዊ መጥቃዕቲ'ዚ፣ ስርዓት ደርግ፣ ናቕፋ ተቖጻጺሩ ንህዝቢ ኢትዮጵያን ማሕበረሰብ ዓለምን ሰውራ ኤርትራ ኣብቅዕ'ዩ ክብል ዝነበሮ ሃንቀውታ ኣብኒኑ፣ ድሕነት ናቕፋ ኣረጋጊጹ፣ ንሓዋሩ፣ ከም ዝቐብጻ ገበሮም። ናቕፋን ከባቢኣን ኣብ ናይ ሽሕን ትሽዓተ ሚእትን ሰብዓን ሹዱሽተን ሽሕን ትሽዓተ ሚእትን ሰብዓን ሸውዓተን ናይ ሹዱሽተ ኣዋርሕ ውግእ ብዝያዳ ግን ድሕሪ ናይ ሽሕን ትሽዓተ ሚእትን ሰብዓን ሸሞንተን ስትራቴጂያዊ ምዝላቕ ኣዝዩ ብርቱዕ ውግኣት ዝተኻየደሉ ብእልቢ ዘይብሉ ቦምባታት መዳፍዕ ሚሳይላት፣ ታንክታትን ነፈርቲ ውግእን ከም ሕሱም ዝተደብደበ ቦታ እዩ። እዚ ብሃብቲ ገረብን እንስሳታትን ፍሉጥ ዝነበረ ከባቢ፣ ድሕሪ እቲ ናይ ዓመታት መሪር ውግእ፣ ብደብዳብን ሰራዊት ክልቲኡ ወገን መከላኸሊ ዕርድታት ንምስራሕ ብዝበተኾ ኣግራብን ኩሉ ሃብቲ ገረቡን ጥሪቱን እንስሳ ዘገዳሙን ነበረ እዩ ኮይኑ። ብዝተፈላለየ ዓይነት ኣጽዋር፣ ዘይተፈንቀለ ከውሒ፣ ዘይተዃዕተ መሬት፣ ዘይተበንቈረን ዘይሓረረን ገረብ ኣይነበረን። ምድረ ሰማዩ ብድሮናን ብባሩድን ተሸፊኑ፣ ሰብ ፍጡር ተጻዊሩ ክነብሮን ናብ ረብሕኡ ክቕይሮን ዘይሕሰብ መስተንክር ትርኢት ዝተራእየሉ'ዩ። ሓያሎ ካብ ኣስማት ዕርድታት ህዝባዊ ሰራዊት ኣብዚ ጽንኩር መድረኽ'ዚ ዝተራእየ ክስተት ንምግላጽ ዝወጹ'ዮም። ኣብ ከባቢ ትክሰ ዝርከብ ኣርድታት ሓሙኹሽቲ፣ ሳልፈር፣ ከምኡውን የማን ካብ እምባ ደንደን ዝርከብ ኣርዲ ፋርኔሎ፣ ነቲ ኣብኡ ዝዘነበ ኣይሂ ደብዳብ ዝተራእየ ነዲ፣ ሃልሃልታን ረመጽን ዝገልጽ ኣስማት እዩ። ግሎብ ብዙርያ እትውቃዕ ክትሰፍራ እተጸግም ኣርዲ ክትከውን እንከላ፣ ሪጎለውን ብተመሳሳሊ ናብ ጸላኢ ብዝነበራ ቅርበት ዝተዋህባ ስም እዩ። ኣርዲ ቮሊቮል ነቲ ካብ ቀረባ ርሕቀት ዝካየድ ዝነበረ ዘየቋርጽ ዛረባ ቦምባ ኢድ ተጋደልትን ሰራዊት ጸላእን ንምግላጽ ዝተዋህበ ስም እዩ። ናኹራ ብጸልማት ምስ ኣተኻ ቀትሪ ተወስ ክትብለላ ዘይትኽእል ምስ ቤት ማእሰርቲ ትመሳሰል ዕርዲ እያ። ታባ ውፍያት ኣብ ሻዱሻይ ወራር፣ ሰራዊት ጸላኢ ሃንደበትነት ተጠቒሙ ከይተራእየ ንናቕፋ ኣጸቢቑ ዝተጸገዐላ፣ ንፈለማ ግዜ ንከተማ ናቕፋ ኣማዕድዩ ዝረኣየላ፣ መግለጺ ዓወቱ ባንዴራ ዝተኸለላ ታባያ፣ እቲ ናብ ላዕለዎት ሓለፍቲ ናቕፋ ትረኣየኒ'ላ ኢሉ ብስራት ዝለኣኸ ሰራዊት ግን ኣብታ ቦታ ነዊሕ ክጸንሕ ኣይከኣለን። ካብ ርሑቕ ቦታ ብጉያ ዝመጹ ተጋደልቲ፣ ብልዑል ተወፋይነትን ጅግንነትን ክቡር መስዋእቲ ከፊሎም ንጸላኢ ካብታ ታባ ኣጽዲፎም ድሕነት ናቕፋ ዘረጋገጹላ ጎበያ ታባ ውፉያት ኩባንያ ነቲ ቀቲልካን ኣዕኒኻን ዘይጽንቀቕ ዘየቋርጽ ዋሕዚ ሰራዊቱን ኣጽዋሩን ንምግላጽ ዝወጸ ስም እዩ። ታባ ፍረወይኒ ኣብ ቀወምቲ ግንባራት ናቕፋን ሰሜናዊ ምብራቕ ሳሕልን ንዝርከብ ክልተ ዕርድታት ዝተዋህበ ንዝኽሪ ሰማእታት ደቂ ኣንስትዮ ዝገልጽ ስም እኳ ተኾነ ናይ ናቕፋ ግን ሕልፊ ኣለዎም። ሓደ ግዜ ፍረወይኒ ዝተባህለት ተጋደሊት ኣብ ዓቐበት ጽርግያ ናቕፋ ኣብ እትርከብ ናይ ሓለዋ ቦታ ዋርድያ ወጽያ ኣብ ዝነበረትሉ እዋን ዝቕይራ ብጻይ ምስ መጸ ከላሽና ጥራይ ተጸጊዓ ረኸባ። ንሳ ግን ምስ ዕጥቃ ተሳእነት። ንዝተወሰነ ግዜ ዳይ ፍረወይኒ ህጣሙ ጠፊኡ ሃላዋታ ምስ ተቐብጸ፣ ብዛዕባኣ ብዙሕ ግምታት ተዘርበ። ኣብ መወዳእታ ግን ብገበል ተዋሒጣ ኣብ ሓደ በዓቲ ኣዕጽምታ፣ ጸጉራን ዕጥቃን ተዓዃሊሉ ተተፊኡ ኣሰራ ተረኽበ። ነዚ ሓርበኛን ነቲ ኣሰቃቒ ፍጻመን ንምዝካር ከኣ እቲ ቦታ ታባ ፍረወይኒ ተባህለ። ኣመዓባብላን ኣቃውማን ኣሃዱታት ህዝባዊ ሓይልታት፣ ህዝቢ ኤርትራ እታ ንሕልሚ ገዛእቲ ኢትዮጵያን ጂኦፖለቲካዊ ረብሓታት ሓያላንን ንምርዋይ ተባሂሉ ብውዲት ዝተመንዘዐት ሃገሩ ንምምላስ ንሓርነቱን መሰል ርእሰ ውሳኔኡን ኣንጻር ጭቆናን ግፍዕን ዝተሓላለኸ መልክዓት ቃልሲ ኣካይዱ እዩ። ኣብ ሽሕን ትሽዓተ ሚእትን ስሳን ሓደን ኣብ ምዕራባዊ መታሕት ዝፈለመ ብረታዊ ተጋድሎ ህዝቢ ኤርትራ ሓያሎ ታሪኻዊ መድረኻት ሰጊሩ ቀስ ብቐስ ጽልውኡ ናብ መላእ ኤርትራን ኪንኡን እናስፋሕፍሐ ምስ ከደ ህዝቢ ኤርትራ ልዑል ሃንቀውታ ናጽነት ከሕድርን ምስ ሰውርኡ ክደጋገፍን ጀመረ። ኣብ መወዳእታ ሽሕን ትሽዓተ ሚእትን ሰብዓን ንኣካይዳ መሪሕነት ተጋድሎ ሓርነት ኤርትራ ብምቅዋም ካብቲ ውድብ ዝተፈለዩ ደሞክራስያውያን ባእታታት ተጋደልቲ ቀዳማይን ካልኣይን ወገን ህዝባዊ ሓይልታት ከምኡውን ዑበል ዝተሰመዩ ምትእኽኻባት ኣቖሙ። ቀዳማይን ካልኣይን ወገን ህዝባዊ ሓይልታት ኣብ መስከረም ሽሕን ትሽዓተ ሚእትን ሰብዓን ሰለስተን ምሉእ ብምሉእ ክሰምራ እንከለዋ፣ ኣብ ሰነ ሽሕን ትሽዓተ ሚእትን ሰብዓን ኣርባዕተን ሓይልታት ዑበል ምስ ሰራዊት ህዝባዊ ሓይልታት ተሓናፈጻ። ከም ውጽኢት ናይዚ ድማ ሸሞንተ ተዋጋእቲ ሓይልታት ቆማ። ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ዘውዳዊ ስርዓት ሃይለስላሴ ብጽልዋ ሰውራ ኤርትራን ተቓውሞ ህዝብታት ኢትዮጵያን ካብ ስልጣኑ ምስ ተገለፈ፣ ስልጣን ዝጨበጠ ወተሃደራዊ ጉጅለ ደርግ፣ ሰላማዊ ፈታሕ ጉዳይ ኤርትራ ብዝብል ስልቲ ንግዜኡ ከደናግር ፈተነ። ነዊሕ ከይጸንሐ ግን፣ እዚ ሓድሽ ስርዓት'ዚ ውን ከም ስርዓት ሃይለስላሴ መሰል ርእሰ-ውሳነ ህዝቢ ኤርትራ፣ ክቕበል ድልው ከም ዘይኮነ ንጹር እናኾነ ከደ። እዚ ኩነታት እዚ ህዝቢ ኤርትራ ብምሉእ ዓቕሙ ኣብ ጎድኒ ሰውራ ደው ክብል ዝደረኸ እዩ። ናይ ሽሕን ትሽዓተ ሚእትን ሰብዓን ሓሙሽተን ውግኣት ከባቢ ኣስመራ ማለት ዕግርግር ኣስመራ ምስ ተወስኾ ድማ ደርግ ኣብ ልዕሊ ህዝቢ ብሓፈሻ ኣብ ልዕሊ መንእሰያት ድማ ብፍላይ ብዙሕ ግፍዕታት ስለ ዝፈጸመ መድረኽ ሽሕን ትሽዓተ ሚእትን ሰብዓን ኣርባዕተን ሽሕን ትሽዓተ ሚእትን ሰብዓን ሓሙሽተን ንሰውራ ዝስለፍ መንእሰይ እናበዝሓ ከደ። በዚ ምኽንያት እዚ እቲ ብደረጃ ሓይልታት ዝነበረ ኣወዳድባ ተቐይሩ ህዝባዊ ሓይልታት ኣብ ሓምለ ሽሕን ትሽዓተ ሚእትን ሰብዓን ሓሙሽተን ምትሕንፋጽ ማለት ተኽሊጥ ናይ ሰራዊት ብምግባር ኣወዳድባ ሓይልታቱ ናበ ደረጃ በጦሎኒ ኣዕበዮም። በቲ ሽዑ ዝተገብረ ኣወዳድባ ከኣ ዓሰርተ ሓደ ኣጋርን ክልተ ናይ ማእከላይ ከቢድ ብረትን በጦሎኒታት ብጠቕላላ ዓሰርተ ሰለስተ በጦሎኒታት ቆማ። እተን ኣጋር በጦሎኒታት ሓደ ክልተ ሰለስተ፣ ኣርባዕተ፣ ሽዱሽተ፣ ሸውዓተ፣ ሸሞንተ፣ ኣቐዲማ ትሽዓተ ሚእቲ ዝተባህለት ሚእትን ዓሰርተ ሓደን ሰለስተ ሚእትን ሓደን ሽዱሽተ ሚእትን ሸውዓተን ኮይነን እተን ናይ ማእከላይ ከቢድ ብረት ቦጦሎኒታት ከኣ ዓሰርተን ሓሙሽተ ሚእትን ነበራ። ብተወሳኺ ርእሰን ዝኸኣላ ኣሃዱታት ወተሃደራዊ ሃንደሳን ስለያን እውን ቆማ። እዚ ኣቃውማ እዚ ክሳብ ግንቦት ሽሕን ትሽዓተ ሚእትን ሰብዓን ሸውዓተን ምቛም ብርጌዳት ዝጸንሐ እዩ። ፈላሚ መጥቃዕትታት ናቕፋን ከባቢኣን። ተዋጋእቲ ኣሃዱታት ህዝባዊ ሓይልታት ኣብ ከባቢ ናቕፋ መጥቃዕትታት ክፍትና ዝጀመራ ድሕሪ ምቛም ቦጦሎኒታት እዩ። ኣቐዲሙ ደባይ ኣሃዱታት ተጋድሎ ሓርነት ኤርትራ ኣብ ናቕፋን ከባቢኡን ይንቀሳቐሳ ከም ዝነበራ ይፍለጥ። ሰራዊት ህዝባዊ ሓይልታት ካብ ሰነ ሽሕን ትሽዓተ ሚእትን ሰብዓን ኣርባዕተን ጀሚሩ ካብ ሳሕል ናብ ከበሳ ክወጽእ ኣብ ዝጀመረሉ፣ ምዕራባዊ ሸነኻት ናቕፋ፣ ውሑዳት ኣሃዱታት ቦጦሎኒ ሽዱሽተ ሚእትን ሸውዓተን ከምኡውን በጦሎኒ ሓሙሽተ ሚእቲ ይንቀሳቓስኦ ነበራ። ብዘይካ እዘን ተዋጋእቲ ኣሃዱታት፣ ህዝቢ ኣብ ምንቃሕን ምውዳብን ዝነጥፉ ውሑዳት ኣባላት ክፍሊ ህዝቢ ማለት ጀማሂር እውን ኣብቲ ከባቢ ይነጥፉ ነበሩ። ኣብ መስከረም ሽሕን ትሽዓተ ሚእትን ሰብዓን ሓሙሽተን ካብ በጦሎኒታት ትሽዓተ ሚእቲ፣ ሰለስተ ሚእትን ሓደን፣ ከምኡውን ካብ ከቢድ ብረት በጦሎኒ ሓሙሽተ ሚእቲ ዝተዋጽኣ ሓይሊ ንፈለማ ግዜ ኣብ ናቕፋ መጥቃዕቲ ፈተነ። ኣብቲ ግዜ እቲ፣ ዝበዝሕ ክፋል ሰራዊት ህዝባዊ ግንባር ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ሽሕን ትሽዓተ ሚእትን ሰብዓን ሓሙሽተን ዝተሰለፈ ብዙሕ ናይ ውግእ ተመክሮ ዘይነበሮ መንእሰይ እዩ ነይሩ። እዚ ፈላሚ መጥቃዕቲ እዚ ቅድሚ ምጅማሩ በጦሎኒታት ትሽዓተ ሚእቲ፣ ሰለስተ ሚእትን ሓደን ኣብ ከባቢ ናሮ ዓስኪረን ነበራ። በጦሎኒ ሓሙሽተ ሚእቲ ከኣ ካብ ብለቃት ተበጊሳ ጻሕተት ኣብ ዝተባህለ ቦታ ድሕሪ ምዕራፋ፣ ንስርሒት ይሓይሽ ተባሂሉ ዝተመርጸ ግዝያዊ ኣወዳድባ ገበረት። ብሕመት ደቤላ ኣቢላ ከኣ ንናቕፋ ተጸግዐት። ካልኦት ኣሃዱታት ውን ኣብዚ መጥቃዕቲ'ዚ ክሳተፋ ካብ ከባቢ ኣፍዓበት ዝመጻ ነበራ። ኣብቲ እዋን'ቲ ብጦለኒ ሓሙሽተ ሚእቲ ማለት ከቢድ ብረት ዓጢቓቶ ዝነበረት ኣጽዋር፣ ክልተ ናይ ዓሰርተ ክልተ ነጥቢ ሸውዓተ ሚሊሜተር ዶሽካ፣ ሓደ ብራውን፣ ንኣሽቱ ሃውናት ማለት ሞርታራት ከም ሰማንያን ሓደን ሚሊሜትር፣ መዳፍዕ ሰብዓን ሓሙሽተን ሚሊሜትር፣ ቢ ዓሰርተ ነበረ። እቲ መጥቃዕቲ ምስ ጀመረ ካብ ናቕፋ ንሰሜን እትርከብ ዓባይ ጎቦ ተጋደልቲ ብራውን ተኸኢሎም ናብ መዓስከር ናቕፋ ክወቕዑ ስለ ዝጀመሩ እታ ታባ ካብ ሽዑ ጀሚራ ታባ ብራውን ዝብል ስም ሓዘት። እዚ ፈላሚ ቀዋሚ ውግእ'ዚ ብከቢድ ብረት ተሰንዩ ካብ ወጋሕታ ጀሚሩ ምሉእ መዓልቲ ክካየድ ወዓለ። ንጽባሒቱ'ውን ቀጸለ። ብዜካ መዓስከር ምብራቕ መብዛሕትኡ ተታሒዙ'ኳ እንተነበረ፣ ኣሃዱታት ህዝባዊ ሓይልታት፣ ከምቲ ዝድለ ክዕወታ ስለ ዘይከኣላ ናብ መንቀሊ ቦትኣን ጸባጥ፣ ጣብራ፣ ፈለክ፣ ጠናስ፣ እምባልቆን ርባምዖን ኣዝለቓ። ኣብቲ እዋን እቲ ኣብ መዓስከር ናቕፋ ዝነበረ ሰራዊት ደርግ ብዙሕ እኳ ተዘይኮነ ተመኩሮ ተጋደልቱ'ውን ድሩት ነበረ። ድሕሪ'ዚ ናይ ፈለማ መጥቃዕቲ እዘን ኣሃዱታት ኣብቲ ከባቢ እናተንቀሳቐሳ ዝበዝሕ ግዜ ብለይቲ ንኣሽቱ ውግኣት እናካየዳ ዓመት ምሉእ ካብቲ ከባቢ ኣይረሓቓን። ብኸምዚ ድማ ናቕፋን ከባቢኣን ቦታ ውግእ እናኾነ ስለዝኸደ ህዝቢ ናቕፋ ካብቲ ግዜ'ቲ ጀሚሩ ክፈናቐልን ካብቲ ከባቢ ክርሕቕን ጀመረ። እዚ ፈላሚ መጥቃዕትታት እዚ ንስርዓት ደርግ ስግኣት ስለ ዝፈጠረሉ፣ ኣብ መጀመርታ ጥቅምቲ ሽሕን ትሽዓተ-ሚእትን ሰብዓን ሓሙሽተን ረዳት ሓይሊ ክልእኽ ወሰነ። ኣብ ርእሲ እዚ ገለ ኣሃዱታት ካልኣይ ክፍለ-ጦር፣ ሓደ ኣሃዱ ካብ ክቡር ዘብዐኛ፣ ማለት ሓለዋ ቤተ መንግስቲ ሃፄ ሃይለስላሰ ነበር እውን ናብዚ ወፍሪ እዚ ካብ ኣዲስ ኣበባ ተበገሰ። እዚ ፍሉይን እሙንን ሰራዊት ሃፄ ሃይለስላሰ ዝነበረ ሳልሳይ ብርጌድ ተባሂሉ ዝፅዋዕ ኣሃዱ ስርዓት ደርግ ክኣምኖ ስለ ዘይከኣለ ኣብ ናቕፋ ክዳኸምን ኣብ ኲናት ኤርትራ ክፅመድን ኮነ ኢሉ ከም ዝለኣኾ ይንገር። ምስቲ ኣብ ኣስመራን ከባቢኣን ዝነበረ ሓይሊ ተወዳዲቡ ከኣ ኣብ መወዳእታ ጥቅምቲ ኣስታት ሽዱሽተ ሚእቲ ሰራዊት ማለት ልዕሊ ፍርቂ ካብኡ ኮማንደስ ዝሓዘ ቃፍላይ ካብ ከበሳ ንናቕፋ ተበገሰ። እቲ ቃፍላይ ብወተሃደራውያን መካይንን ሓሙሽተ ዝኾና ኣውቶ ብለንዳ ማለት ጎማ እግረን ታንክታት እንተሰኒ ኣብ ኣፍዓበት ናቕፋን ቁሮራን ዓስኪሩ ንዝነበረ ሓይሊ ከደልድል መደብ ሒዙ ዝተበገሰ'ዩ። ምንቅስቓስ ናይዚ ሓይሊ'ዚ ምስ ተፈልጠ ቦጦሎኒ ሚእትን ዓሰርተ ሓደን ኣብ ዓንሰባ ከባቢ ገንፈሎም ድብያ ጌራ ከተረቶም። እንተኾነ ነቲ ድብያ ጥሒሱ ኣፍዓበት ኣትወ። እዚ ረዳት ሓይሊ'ዚ ካብ ኣፍዓበት ንናቕፋ ምስ ነቐለ'ውን፣ ካብ በጦሎኒታት ሰለስተ ሚእትን ሓደን ሽዱሽተ ሚእትን ሸውዓተን ከምኡውን ኣርባዓን ሓሙሽተን ተባሂላ ካብ እትጽዋዕ ሓይሊ ናይ ከቢድ ብረት ዝተዋጽኣ ዓቕሚ ኣብ ጸበብቲ ቦታታት ሩባ ሕዳይ ከባቢ ሓራስ ሓርማዝ ድብያ ገይሩ ጸንሑ። ሓራስ ሓርማዝ ኣብ መንጎ ክልተ ጎቦታት ዝርከብ ንድብያ ኣዝዩ ምቹእ ቦታ እዩ። እዘን ኣሃዱታት ሃንደበትነት ንምርካብ ሰለስተ መዓልቲ ኣድብየን ድሕሪ ምጽባይ፣ ምስቲ መገዲ ናቕፋ ሒዙ ዝጓዓዝ ዝነበረ ሰራዊት ውግእ ገጠማ። ካብ ንግሆ ክሳብ ኣጋምሸት ሰዓት ኣርባዕተ ድማ ከቢድ ውግእ ተኻየደ። ሰራዊት ደርግ ፈለማ በቲ ዝተጻወደሉ ድብያ ደንበርበር በለ። እንተኾነ ዓቕሚ ሓይልታት ህዝባዊ ሰራዊት ገምጊሙ ንየማኑ ኣግፊሑ ናብ ናሮ ዘገምግም ታባታት እናሓዘ ንገዛኢ ጎቦ ሓርጠጠት ድሕሪ ምቁጽጻር ነቶም ድብያ ዝገበሩ ተጋደልቲ ብድሕሪኦም ተጠውዩ። ንላዕላይ ሩባ ሕዳይ ዓጽዩ ኣብ ከበባ ከእትዎም ተንቀሳቐሰ። እቶም ወተሃደራት ምኩራት ኣብ ርእሲ ምንባሮም እኹል ዓቕሚ ሰብን ኣጽዋርን ዝነበሮም እዮም። ኣብ ከምዚ ዓይነት ኩነታት ተጋደልቲ ኣትኪሎም ነዊሕ ክረባረቡዎ ዘዋጽኦም ኣይነበረን። እተን ዘድበያ ኣሃዱታት ናይ ምዝላቕ ስጉምቲ ብምውሳድ፣ ብጎቦታት በያን ሩባ መዖ ኣቢለን ናብ መንቀሊ ቦትኦን ከባቢ ናቕፋ ተመልሳ። ሰራዊት ደርግ ዝወረዶ መጠናዊ ማህሰይቲ ተሰኪሙ ናብ ናቕፋ ቀጸለ። እቲ ቃፍላይ ኣብ ናቕፋ ንዝነበረ ሰራዊት ዘድሊ ዕጥቅን ስንቅን ኣብጺሑ ኣብ ምብራቓዊ ሸነኽ ናቕፋ ኣስታት ሓደ ሰሙን ድሕሪ ምጽናሕ ብሰለስተ ሕዳር ሽሕን ትሽዓተ ሚእትን ሰብዓን ሓሙሽተን ሰዓት ዓሰርተ ቅድሚ ቀትሪ ናብ ኣፍዓበት ክምለስ ነቐለ። ኩነታት ምምላሱ ምስ ተፈልጠ፣ እተን ኣብ ናቕፋን ከባቢኣን ዝነበራ ቦጦሎኒታት እንደገና ኣብ ከባቢ ሓራስ ሓርማዝ ድብያ ክገብራሉ ተወሰነ። እዚ ዕማም'ዚ ዝተዋህባ ብቐንዱ ቦጦሎኒ ሰለስተ ሚእትን ሓደን ክትከውን እንከላ፣ ካብ በጦሎኒ ሽዱሽተ ሚእትን ሸውዓተን ዝተዋጽኣት ሓይሉውን ኣብቲ ድብያ ክትሳተፍ ተመደባ። ሓደ መዓልቲ ቅድሚ ምብጋስ ናይቲ ቃፍላይ ናብ ሓራስ ሓርማስ ገስገሰት። እዚ ዕማምዚ ዝተዋህባ ብቐንዱ በጦሎኒ ሰለስተ ሚእትን ሓደን ክትከውን እንከላ፣ ካብ በጦሎኒ ሽዱሽተ ሚእትን ሸውዓተን ዝተዋጽኣት ሓይሉውን ኣብቲ ድብያ ክትሳተፍ ተመዲባ ሓደ መዓልቲ ቅድሚ ምብጋስ ናይቲ ቃፍላይ ናብ ሓራስ ሓርማዝ ገስገሰት። እዚ ካልኣይ ድብያ እውን ከምቲ ዝተወጠኖ ኣይከደን። ሰራዊት ደርግ ካብቲ ቅድሚኡ ዘጋጠሞ ድብያታት ተመኲሩ ስለ ዝነበረ፣ ነቲ ካልኣይ ጉዕዞ ክጥንቀቐሉ ግድን ነበረ። ተጋደልቲ ኣብ ከባቢ ሓራስ ሓርማዝ፣ ኣብ ድብያ ከእትውዎ'ዮም ወጢኖም። እንተኾነ ሰዓት ሓሙሽተ ንግሆ ኣቐዲሙ ኣጋር ሰራዊት ጸላኢ ብምሕላፍ ነቲ ብወገን ምዕራብ ዝነበረ ገዛኢ ታባታት ተቖጻጸሮ። ነቲ ድብያ ክገብር ዝተንቀሳቐሰ ሓይሊ ኣብ መሸንቋቛ ኣእትዩ ከኣ ብቕድሚትን ድሕሪትን ቀርቂሩ ቦምባታትን ጠያይትን ከዝንበሉ ጀመረ። ውግእ ኣዝዩ ጻዕጻዕ'ዩ። ተጋደልቲ ኣብ መዋጥር ኣትዮም ክዋግኡ መሬት ረፈደ። ነቲ ኩነታት ብምምዝማዝ እቶም ኣብ ጎቦታት ዓሪዶም ዝነበሩ ኮማንድስ ወሪዶም ነቶም ኣብ ዓሚቕ ሩባታት ዝነበሩ ተጋደልቲ ኣብ ክበባ ኣእተውዎም። እቲ ናይ ድብያ ስርሒት ምውህሃ ስለ ዘጥፈኣ ከኣ እታ ድብያ ክትገብር ዝሓሰበት ኣሃዱ፣ ንባዕላ ኣብ ድብያ ኣተወት። እዚ ጥራይ ከይኣክል፣ ገለ ኣሃዱታት ቦጦሎኒ ሰለስተ ሚእትን ሓደን ቅድሚ መዓልቲ ውግእ ብረታትን ስንቅን ጋሻ ውሕጅ ስለ ዝወሰደለን ኣስናኑ ዝረገፈ ኣንበሳ ኮይነን ነበራ። ኣብዚ ናይ ሓራስ ሓርማስ ከቢድ ውግእ ዓሰርተ ሓሙሽተ ተጋደልቲ ተማረኹ። ዳርጋ ኩሎም እዞም ናይ ሓራስ ሓርማዝ ምሩኻት ካብ ዓሰርተ ሰለስተ ናብ ዓሰርተ ኣርባዕተ ሓምለ ሽሕን ትሽዓተ ሚእትን ሰብዓን ሸውዓተን ኣብ ዘውግሐ ለይቲ ብዝተፈጸመ ስርሒት ካብ ቤት ማእሰርቲ ሰምበል ወጺኦም እዮም። እዚ ስርሒት እዚ ካልኣይ ስርሒት ምውጻእ እሱራት ካብ ሰምበል እዩ። ኣቐዲሙ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን፣ ሓይልታት ተጋድሎ ሓርነት ኤርትራ ተመሳሳሊ ስርሒት ፈጺመን ነይረን እየን። ቅድመ ከበባ ናቕፋ፣ ከምቲ ኣብ ዝሓለፈ ዝተገልጸ፣ ቦጦሎኒ ትሽዓተ ሚእቲ ከምኡውን ቦጦሎኒ ሰለስተ ሚእትን ሓደን ካብ ከባቢ ናቕፋ ናብ ከባቢ ኣፍዓበት ምስ ተንቀሳቐሳ፣ ቦጦሎኒ ሽዱሽተ ሚእትን ሸውዓተን ነቲ ቦታ ተኪኣ ምስ ቦጦሎኒ ሓሙሽተ ሚእቲ፣ ዳርጋ ብቃወምነት ኣብ ከባቢ ናቕፋ ከም ዝሰፍራ ተገብረ። ሰራዊት ደርግ እቲ ካብ ጥቅምቲ ሽሕን ትሽዓተ ሚእትን ሰብዓን ሓሙሽተን ጀሚሩ ዝተኸስተ ህላዌ ኣሃዱታት ህዝባዊ ሓይልታት ኣብ ከባቢ ናቕፋ ከሰክፎ ስለ ዝጀመረ፣ ምንቅስቓሱ ኣብ ርእሲ ምድራቱ ጎዳጉዲ ክኹዕት፣ ነተጉቲ ከጻውት ብሓፈሽኡ ምክትታሉ ክሕይል ተራእየ። ህዝባዊ ሰራዊት ከኣ ብምዕራብ፣ ሰሜን፣ ሰሜናዊ ምብራቕ፣ ብዘይካቲ ብሸነኽ ምብራቕን ደቡብን ዝርከብ፣ ናብ ናቕፋ ዘእቱ ጽርግያ ብሓውሲ ፍርቂ ክቢ ንናቕፋ ተቐኒትዋ ምንቅስቓስ ጦር ሰራዊት ናይ ምክትታል ዕማሙ እናሓየሎ ከደ። ካብዚ ግዜዚ ንደሓር ናይ መሬት ርክብ ንሰራዊት ደርግ ኣጸጋሚ እናኾኖ ስለ ዝኸደ ምንቅስቓሱ ቀስ ብቐስ ዛሕቲሉ እቲ ርክብ ብናእሽቱ ነፈርቲ ጥራይ ኮነ። ንሱ ስለ ዘይኣኸለውን ደርግ ብጃንጥላታት ገይሩ ዕጥቅን ስንቅን ናብ ሰራዊቱ ክድርብ ጀመረ። ጃንጥላ ክድርበ እንከሎ ብነፈርቲ ውግእ ተዓጂቡ ይመጽእ ነበረ። ብኸምዚ ዓይነት ኩነታት ድማ ዓመተ ሽሕን ትሽዓተ ሚእትን ሰብዓን ሓሙሽተን ሓለፈ። ብዕስራን ሰለስተን መጋቢት ሽሕን ትሽዓተ ሚእትን ሰብዓን ሹዱሽተን ካብ በጦሎኒታ ሰለስተ ሚእትን ሓደን ሽዱሽተ ሚእትን ሸውዓተን ከምኡውን በጦሎኒ ሓሙሽተ ሚእቲ ዝተዋጽኣ ሓይሊ ብለይቲ ንኣፍዓበታት ቀዕም። በዚ መጥቃዕቲ'ዚ ሆስፒታል ኣፍዓበት ዳርጋ ምሉእ ብምሉእ ንብረቱ ተወስደ። በቲ ኣጋጣሚ'ውን ሓያለ ካብቶም ኣብቲ ሕክምና ዝሰርሑ ዝነበሩ ኤርትራውያን ናብ ሰውራ ክስለፉ ዕድል ረኸቦም። በዚ መጥቃዕቲ'ዚ ዝተሰናበደ ሰራዊት ደርግ፣ ኣብ ኣፍዓበት'ውን መዋግኢ ዝኸውን ጎዳጉዲ ክኹዕት ጀመረ። ህዝባዊ ሰራዊት ከኣ ኣብ መንጎ ኣፍዓበትን ኣይዳብን ኣብ እትርከብ ሩባ ኣስቃቕ ብውሱናት ዝበራርያ መሳርዕ ኣስኪሩ ኣብ ልዕሊ ምንቅስቓስ ጸላኢ ቀዋሚ ምክትታል ክገብር ጀመረ። ከበባ ናቕፋ ብዓሰርተ ሸውዓተ መስከረም ሽሕን ትሽዓተ ሚእትን ሰብዓን ሹዱሽተን ቦጦሎኒ ሓሙሽተ ሚእቲ፣ ሓንቲ ሓይሊ ናይ ቦጦሎኒ ሰለስተ ሚእትን ሓደን፣ ከምኡውን ዝበዝሕ ክፋል ቦጦሎኒ ሽዱሽተ ሚእትን ሸውዓተን ኣብ ናቕፋ መጥቃዕቲ ክካየዳ። እተን ዝተረፋ ክልተ ሓይሊ ቦጦሎኒ ሰለስተ ሚእትን ሓደን ኣብ ኣፍዓበት ቦጦለ ንትሽዓተ ድማ ኣብ ሩባ ዓንሰባ ኮይነን ንናቕፋ ክመጽእ ዝኽእል ረዳት ሓይሊ ክዓግታ ተወጢኑ። ኣብ ልዕሊ መዓስከር ናቕፋ መጥቃዕቲ ተጀመረ። ኣብዚ ናይ ዓሰርተ ሸውዓተ መስከረም መጥቃዕቲ ሓንቲ ኤፍኤክ ሰማንያን ሽዱሽተን ዝዓይነታ ስርሓት ኣሜሪካ ነፋሪት ውግእ ብኣጽዋር ጸረ ነፈርቲ ቦጦለ ን ሓሙሽተ ሚእቲ ተሃሪማ ወደቐት። እዚ መጥቃዕቲ እዚ ኣጋር ሓይሊታት ብከቢድ ብረት እናተደገፋ ዘካየድኦ እኳ እንተነበረ ከምቲ ዝተደልየ ኣይሰለጠን። እቲ ከም ቀንዲ ድኽመት ዝተገምገመ ኣሃዱታት ህዝባዊ ሰራዊት ኣብቲ ናይ ለይቲ መጥቃዕቲ ስሙር ስልታዊ ምንቅስቓስ ክገብራ ዘይምኽኣለን እዩ። ይኹን እምበር እቲ ነዊሕ ናይ ውግእ ተመክሮ ዝነበሮ ሰራዊት ደርግ መዓስከራቱ ንሓድሕዱ ብግቡእ ዝተሓላሎ፣ ጽኑዕ ዕርዲ ዝተሰርሓሉ፣ ብነተጉቲ ዝተሓጽረ ኣብ ርእሲ ምንባሩ፣ ብዓቢኡ ኣዛዚ ናይቲ ሰራዊት ዝነበረ ሻለቃ ማሞ ታምትሜ ዝነበሮ ብቕዓትን ተመክሮ ኣመራርሓ ውግእን እውን ቀሊል ኣይነበረን። እቲ መጥቃዕቲ በዚ ቀዳማይ ፈተነ ኣየብቅዐን። ክሳብ መወዳእታ መስከረም ቀጸለ። እቲ ዝቐጸለ ውግኣት ብወገን ህዝባዊ ሰራዊት ቀሊል ዘይኮነ ተመክሮ ከም ዝተጠረዮ ይግምገም። ከም ዝፍለጥ ክሳብ ሽሕን ትሽዓተ ሚእትን ሰብዓን ኣርባዕተን ህዝባዊ ሰራዊት ናይ ደባይ ስልቲ ኩናት እዩ ዘካይድ ዝነበረ። ካብ ሽሕን ትሽዓተ ሚእትን ሰብዓን ሓሙሽተን ሽሕን ትሽዓተ ሚእትን ሰብዓን ሽዱሽተን ኣብ ዝነበረ መድረኽ ድማ ተንቀሳቓሲ ስልቲ ኩናት ዓብላሊ ነበረ። ካብዚ ውግእዚ ንደሓር ከኣ ቀዋሚ ስልቲ ኩናት ጀመረ። ኣብዚ ውግእ ናቕፋ ኣጠቓቕማ ከቢድ ብረት እናተመሓየሸ፣ ነተጉቲ እናምከንካን እናጸረካን ናብ ዕርድታት ናይ ምእታው ሜላ እናተራቐቐ ክኸይድ ተራእየ። እቲ ብ ዓሰርተ ሸውዓተ መስከረም ሽሕን ትሽዓተ ሚእትን ሰብዓን ሽዱሽተን ዝጀመረ መጥቃዕቲ፣ ክሳብ መወዳእታ መስከረም እኳ እንተቐጸለ፣ ናቕፋ ሓራ ምውጻእ ኣይተኻእለን። ኣብቲ ዝቐጸለ ውግኣት፣ ኣሃዱታት ህዝባዊ ሓይልታት ብዝተፈላለየ መኣዝን ነቲ መዓስከር እናኸበባ፣ እንዳ ማሞ ተባሂሉ ንዝጽዋዕ ዕርድን ካልእን ብከቢድ ብረት ክወቕዕኦ ጀመራ። ብኹሉ ሸነኻቱ እናቐረባን ቀለቤት ከበባ እናጽበባን ድማ፣ ነቲ ሰራዊት ቀስ ብቐስ ሓነቖም። ከበባ ናቕፋ ተባሂሉ ዝጽዋዕ ስርሒት እምበኣር፣ ድሕሪ'ዚ ናይ መስከረም ሽሕን ትሽዓተ ሚእትን ሰብዓን ሽዱሽተን መጥቃዕቲ ዝሰዓበ ቀጻሊ ግጥማት'ዩ። ውግእ እናቐጸለን እናኸረረን ምስ ከደ፣ ደርግ ሰራዊቱ ንምርዳእ ኣብ መወዳእታ መስከረም ሽሕን ትሽዓተ ሚእትን ሰብዓን ሽዱሽተን ብሸነኽ ናሮ ወፍሪ ኣካየደ። እዚ ብናሮ ዝወፈረ ሓይሊ ዳርግ ሄሊኮፕተራት እናተመላልሳ ክሳብ ሰላሳን ሓደን ፅዕነት ገይረን ዘውረድኦም ኮማንድስ ዝተሳተፍዎ ብኣዛዚ ሳልሳይ ብርጌድ ማለት ክብሪ ዘብዐኛ ዝነበረ ኮሎኔል ክንፈ ገብርኤል ድንቃ ዝምራሕ ሓደ በጦሎኒ ዝኸውን ሓይሊ ማለት ኣስታት ሽዱሽተ ሚእቲ ዝግመት ዓቕሚ ሰብ ዝነበሮ እዩ። እዚ ብጎላጉል ናሮ ዝወረደ ሰራዊት ዝተዋህቦ ተልእኾ ገለ ክፋሉ ብወገን ምብራቕ ናቕፋ ብገበይ ሕመዳይ ሰሊኹ ናቕፋ ክጽንበር ገለ ክፋሉ ድማ ብትክሰ ኣቢሉ ኣገዳሲ ስትራቴጂያዊ ቦታ ብምቁጽጻር ሃንደበትነት ተጠቒሙ ንኣሃዱታት ዝባዊ ሰራዊት ብድሕሪት ብምህራም ናቕፋ ካብ ከበባ ህዝባዊ ሰራዊት ምልቃቕ ነበረ። ምንቅስቓስ ሰራዊት ደርግ ክስተር ዝኽእል ኣይነበረን። ኣቐዲማ ምንቅስቓስ ናይቲ ሰራዊት ዝሓበረት ኣብ ከባቢ መፍገር ገሊል ዝነበረት ኣሃዱ ስንቅ እያ። ነዚ ወፍሪ'ዚ ንምዕጋት ከኣ ኣብ ናቕፋ ካብ ዝነበራ ቦጦሎኒታት፣ ካብ በጦሎኒታት ሽዱሽተ ሚእትን ሸውዓተን ከምኡ ውን በጦሎኒ ሓሙሽተ ሚእቲ ዝተዋጽኣ ጋንታታት ብወገን ገበይ ሕመዳይ ትክሰን ድብያ ኣጻዊደን ተጸበዮም። ከምኡ ውን ኣብ ከበሳ ካብ ዝነበረት በጦሎኒ ሓደ ከምኡ ውን ክልተ ሓይሊ ናይ በጦሎኒ ሰለስተ ሚእትን ሓደን ካብ ከባቢ ኣፍዓበት ኣብ ሳሕል ካብ ዝነበራ ክፍልታት ዝተዋጽኡ ተጋደልቲ ምስ እዚ ረዳት ሓይሊ ጸላኢ እዚ ኣብ ናሮ ጽዕጹዕ ውግእ ገጠሙ። ብዜካዚ፣ ሓደ ሻምበ ዝኸውን ኣቕሚ ኮማንደስ ብሰሜናዊ ምብራቕ ናቕፋ ሰሊኹ ክጥወ፣ ኣብቲ ከባቢ ኣብ ምግብና ምስ ዝነበሩ ተጋደልቲ ስለ ዝተራኸበ፣ ተኹሲ ተኸፍተ። መጋቦ ተወዳዲቦም ግብረ መልሲ ምስ ሃቡ፣ ኣብ ከባቢ ናቕፋ ዝነበራ ኣሃዱታት ቀልጢፈን ብምንቅስቓስ ነቲ ዝሰሎኻ ሓይሊ ደርግ ወቒዐን ንድሕሪት መለሰኦም። ደርግ ብናሮ ኣብ ዝተንቀሳቐሰሉ እዋን እቲ ኣብ ናቕፋ ተኸቢቡ ዝነበረ ሰራዊት'ውን ጸቕጢ ክገብርን ንኽቕበሎን ተንቀሳቒሱ ነበረ። እንተኾነ በተን ኣብኡ ዓሪደን ዝነበራ ኣሃዱታት ህዝባዊ ሰራዊት ተጸፊዑ ናብ ቦትኡ ተመልሰ። ኣብ ናሮ ንሸሞንተን ትሽዓተን መዓልታት ዝኸውን ከቢድ ውግእ እዩ ተኻይዱ። ህዝባዊ ሰራዊት ዓይኒ ማይን ኣገዳሲ መሓንቖ ቦታታትን ኣብ ትሕቲ ቁጽጽሩ ኣእትዩ ስለ ዝጸንሐ፣ ሰራዊት ደርግ ጽዑቕ ናይ ነፈርቲ ደብዳብ እናካየደ ብሄሊኮፕተራትን ብጃንጥላን ዕጥቅን ስንቅን እናወሰኸ ዝከኣሎ እኳ እንተጻዕረ ለውጢ ከምጽእ ኣይከኣለን። ውግእ ናሩ ኣብ ምውድኡ ኣብ ካልኣይ ሰሙን ጥቅምቲ ኣብ ናቕፋ ዝተሃርመት ኤፍኤች ሰማንያን ሽዱሽተን ዝዓይነታ ካልኣይቲ ነፋሪት ውግእ ወደቐት። ሰራዊት ደርግ ካብ ውግእ ናሮ ተወቒዑ ክምለስ እንከሎ መሪሕዎ ዝተበገሰ ኮሎኔል ክንፈ ገብርኤል ተቐቲሉ። ሰለስተ ርብዒ ዝኸውን ሓይሉ ተደምሲሱ ክልተ ሚእቲ ዝኾኑ ወተሃደራት ጥራይ ነበርዎም። እዚ ተረፍ መረፍ ሰራዊት ናብ ኣፍዓበት ኣብ ዝምለሰሉ ዝነበረ እዋን እቶም ኣብ ኣስቃ ከባቢ ኣፍዓበት ተሪፎም ዝነበሩ ተጋደልቲ ካብ መስርዕ ዝሓልፉ ኣይነበሩን። እተን ኣብ ናቕፋ ዝነበራ ኣሃዱታት ህዝባዊ ሰራዊት ነቲ ዝሃድም ዝነበረ ሰራዊት ተጓይየን ከርክብኦ ስለ ዘይከኣላ እቲ ኣብ ኣስቃቕ ዝነበረ ንእሽቶ ዓቕሚ፣ ኣብ ዓሸሩም ድብያ ገይሩ ብምጽናሕ ክዓግቶ ፈተነ። የግዳስ፣ ጥሒስዎ ሓለፈ። ኣብ እዋን ከበባ ናቕፋ ሓደ መዓልቲ፣ መድፍዕ ሰብዓን ሓሙሽተን ሚሊሚትር ዓጢቖም ዝነበሩ ኣባላት ቦጦሎኒ ሓሙሽተ ሚእቲ፣ ብወገን ምዕራብ ንመዓስከር እንዳ ማሞ ክድብድቡ ትእዛዝ ተዋህቦም። በቲ ደብዳብ፣ ማሞን ሓንቲ ምስኡ ዝነበረት ከዳሚትን ተሃርሙ። ንሳ ብኡ ንብኡ ክትመውት እንከላ ንሱ ግን ተወግዔም። ደሃዩ ከይተሰምዔ ማለት ጠለፋ ረድዮ ይግበር ስለ ነበረ ሰሙን ምስ ሓለፈ መይቱ ክኸውን ከም ዝኽእል ተገመተ። ደሓር ግን ማሞ እግሩ ተሃሪሙ ዓራት ከም ዝሓዘ ተረጋገጸ። ማህረምቱ ምስ ተመሓየሸ ኣብ ዓራት ኮይኑ ትእዛዝ የመሓላልፍ ምንባሩ'ውን ተፈልጠ። ኣብዚ መድረኽ እዚ ሰራዊት ደርግ፣ ንምስጢራውነት ክጥዕሞ ብዙሕ ግዜ ኣብ ረድዮ ብእሮመኛ እዩ ዝርኸብ ዝነበረ። ነዚ ንምፍታሕ ድማ እዮብ ዝተባህለ ኣብ ሃረር ዝዓበየ ኦሮመኛ ዝመልኽ ተጋዳላይ ነቲ ዝተጠልፈ ዘረባ ናብ ትግርኛ ይፈትሖ ምንባሩ ኣብኡ ዝነበሩ ኣዘዝቲ ይገልጹ። ሻለቃ ማሞ ሓያል ወተሃደር ስለ ዝነበረ፣ ብዘይ ኣፍልጥኡ ነፋሪት እንተ መጺኣ ክትምለስ የገድዳ ከም ዝነበረ፣ ነቶም ስንቂ ዘመላልሳ ነፈርቲ ዝመርሑ ኣብረርቲ ውን፣ ኣነ ካብ ዝህበኩም መምርሒ ወጻኢ እንተ ደርቢኹም፣ ድራር ወንበዴ ክኸውን እዩ። ስለዚ ንዓይ ጥራይ ክትሰምዑ ኣለኩም። ይብሎም ከም ዝነበረ ኣብቲ ቦታ ዝነበሩ ተጋደልቲ የዘንትዉ። ንሱ ብዝህቦም ሓበሬታ ከኣ ሑጻ ዝመልኤ ክሻታት ይሰድ'ሞ፣ እቲ ናይ ሓቂ ስንቂ ብዝኣክል ጥንቃቐ ኣብ ጎዳጉዲ'ቶም ጦር ሰራዊት ከዕልቡዎ ይጽዕሩ ነበሩ። ኣብቲ ፋልማይ መጥቃዕቲ፣ ኣባላት ከቢድ ብረት ነፋሪት ምስ ሃረሙ፣ እቲ ፓይሎት ብጃንጥላ ኣብ ቅድሚ ሓንቲ ጋንታ ናይ ቦጦሎኒ ሓሙሽተ ሚእቲ ወሪዱ። ኣባላት ናይታ ጋንታ፣ ፓይሎት ዘይኮነ ባተሪ ዝተደርበየ ከም ዝመሰሎም የዘንቱ። ምኽንያቱ ቀቅድሚኡ ኣብ ዝተጠልፈ መልእኽቲ ረድዮ ባተሪ የብልናን ክብሉ ተሰሚዖም ስለ ዝነበሩ'ዩ። ነታ ትቃጸል ዝነበረት ነፋሪት እናጠመቱ ድማ እቲ ፓይሎት ሃዲሙ ኣብ እንዳ ዓሊ ሐጎ ኣተወ። ተመኩሮ ዘይምንባሩ ዝፈጠሮ ኩነታት'ዩ። ብድሕሪኡ ሄሊኮፕተር ክትወስዶ ምስ መጸት ተኲሶምላ እኳ እንትነበሩ ክወቕዕዋ ግን ኣይከኣሉን። ድሕሪ ፍሽለት ውግእ ናሮ ኣዘዝቲ ሰራዊት ደርግ ጉዳይ ናቕፋ ድቃስ ስለ ዝኸልኦም ኣብ ከበባ ዝኣተወ ሰራዊቶም ንምንጋፍ ሓደ ዓብን ወሳንን ወፍሪ ከበግሱ ውጥን ሓንጸጹ። ህዝባዊ ሓይልታት እውን ብወገን ደርጊ ክግበር ዝኽእል ፈተነታት ኣብ ግምት ብምእታው ንምምካቱ ዘኽእል ምቅርራብ ገበረ። በዚ መሰረት ብጦለኒ ሰለስተ ሚእትን ሓደን ካብ ቅሮራ ክሳብ ኣፍዓበት ተዘርጊሓ ክምትሕዝ ተገብረ። ብጦለኒ ትሽዓተ ምንቅስቓስ ሰራዊት ጸላኢ ከሎ ገና ንምዕጋት ካብ ከባቢ ናቕፋ ናብ ሩባ ዓንሰባ ተንቀሳቐሰት። ብጦለኒ ክልተ እውን ካብ ሰሜን ናብዚ ቦታ እዚ ከም እትመጽእ ተገብረ። ካብ ብጦለኒ ዓሰርተ ከኣ ሓንቲ ሓይሊ ዓሰርተ ነጥቢ ሰለስተ ኣቐዲማ ከባቢ ሩባ ዓንስባ ዝወረደት ነበረት። ካብ ቦጦለን ሓደ ክልተ ሓይሊ ኣብ ከባቢ ኣፍዓበት ኣገዳሲ ስትራቴጂያዊ ቦታ መሪጸን ዓረዳ። ቦጦለንታት ክልተን ሰለስተን ምስ ክልተ ሓይሊ ከቢድ ብረት ናይ ቦጦሎኒ ዓሰርተ ድማ ኣብ ከበሳ ንድብያ ተዳለዋ። በጦሎኒ ሽዱሽተ ከኣ ተጠባባቒት ኣሃዱ ኮይና፣ ኣብ ዝሓየለ ግጥም ክትኣቱ ተቐረበት። ኣዘዝቲ ሰራዊት ደርግ ምንቅስቓስ ሰራዊት ህዝባዊ ግንባር ይከታትልዎ ስለ ዝነበሩ ድሕሪ ምንቅስቓስ ናይተን ኣብ ናቕፋ ዝነበረ ኣሃዱታት ሰራዊት ስሕዩ ክኸውን ይኽእል እዩ ኢሎም ገምገሙም። ኣየር ወለድ ሰራዊት ኣውሪድካ ናቕፋ ንምውሓስ ብዛዕባ ዝነበረ ተኽእሎ ክመያየጡ ጀመሩ። ኣዘዝቲ ካልኣይ ክፍለ ጦርን ሓይሊ ኣየርን ሻለቃ ማሞን ብረድዮ ብዙሕ ክትዓት ኣካየዱ። ኣዘዝቲ ሓይሊ ኣየርን ኣየር ወለድ ሰራዊትን እቲ ተልእኾ ሓደገኛ ክኸውን ከም ዝኽእል ብምግንዛብ ተቓውሞኦም ገለጹ። እቲ ውሳነ ግን ሓለፈ። ኣብ ሕዳር 1976 መጀመርታ ትስዓን ትሽዓተን ምሩጻት ኮማንዶ ወተሃደራት ብጃንጥላ ኣብ ናቕፋ ክወርዱ ተላእኩም። ተልእኾ ኣየር ወለድ ሰራዊት ምስቲ ኣብ ናቕፋ ዝነበረ ሰራዊት ብምትሕብባር ብቐንዱ መዓርፎ ነፈርቲ ናቕፋ ምቁጽጻር ነበረ። እቲ ዕላማ መዓርፎ ነፈርቲ ኣብ ቁጽጽር ድሕሪ ምእታው ውሑስ ናይ ነፈርትን ሄሊኮፕተራትን መስመር ብምፍጣር ተወሳኺ ሓይልን ዕጥቅን ስንቅን ብምውራድ ነቲ ተኸቢቡ ዝነበረ ሰራዊት ምድሓን ነበረ። ነዚ ንምትግባር ደርጊ ኣቐዲሙ ኣብ መፋርቕ ጥቅምቲ ሽሕን ትሽዓተ ሚእትን ሰብዓን ሽዱሽተን ብጃንጥላ ሓመድ ዝመልኣ ክሻታትን ቀንጠመንጥን ሰንድዩ ናይ ምትላል ስርሒት ኣካይዱ ነበረ። ኣብ መጀመርታ ሓዳር ከኣ ሲሚትን ዓሰርተ ትሽዓተን ዝተባህላ ክልተ ነፈርቲ ብጃንጥላታት ኮማንዶ ኣየር ወለድ ኣብ ከባቢ ናቕፋ ክወርዳ ጀመራ። እዚ ናይ ኣየር ወለድ ሓይሊ እዚ ኣብ ኣየር እንከሎ ክወርዶ ካብ ዝኽእል መጥቃዕትታት ንምክልኻል ካልኦት ነፈርቲ ዓጂበንኦ ተኸቢቡ እዩ መጺኡ። እቲ ኣብ ናቕፋ ተኸቢቡ ዝነበረ ሰራዊት ድማ ካብ ጎዳጉዲ ወጺኡ ንክቕበሎም ጉልባብ ይገብር ነበረ። እንተኾነ ኣሃዱታት ህዝባዊ ሰራዊት ነዚ ምዕባለታት'ዚ ብዕቱብ ይከታተልኦ ስለ ዝነበራ፣ እቶም ኣየር ወለድ ወተሃደራት ክወርዱ እንከለዉ፣ ብተኹሲ ማእከላይ ረሻሽ፣ ብብሬናትን ናእሽቱ ጠበናጁን ኣብ ኣየር እንከለዉ ተሰሃልኦም። ውሑዳት ብጠያይት ተሃሪሞም ወደቑ። ገለ'ውን ኣብ ነታጉን ደናጉላን እናዓለቡ ተቐትሉ። እዚ ስርሒት እዚ ብዓይነቱ ዝተፈለየን ብርቅን ኮይኑ ኣብ ታሪኽ ሰውራ ኤርትራ ሰራዊት ኢትዮጵያ ከምዚ ዓይነት ስርሒት ደጊሙ ከም ዘይፈልጥ መዛግብቲ ወተሃደራዊ ታሪኽ ይሕብሩ። እቲ ብሂወቱ ኣብ ናቕፋ ዝዓለበ ዝበዝሐ ክፋል ናይቲ ኣየር ወለድ ሓይሊ ከኣ ምስቲ ተኸቢቡ ዝነበረ ሓይሊ ተጸንቢሩ ንዝተወሰነ ግዜ ድርዒ ክኾኖ ከኣለ። ኣብዚ ስርሒት እዚ ከኣ ሓንቲ ኤፍ ሓሙሽተ ዝዓይነታ ነፋሪት ተሃሪማ ኣብ መዕርፎ ነፈርቲ ሓይሊ ኣየር ኣስመራ እናወረደት ተቓጸለት። ናቕፋ ናይ ምድሓን ፈተነታት ደርግ በዚ ኣየብቅዕን። ጎኒ ጎኒ እቲ ብጃንጥላ ሰራዊት ናይ ምውራድ ስርሒት ንኻልእ ዓቢ ወፍሪ ይዳሎ ነይሩ እዩ። ብኣርባዕተ ታሕሳስ ሽሕን ትሽዓተ ሚእትን ሰብዓን ሽዱሽተን ኣንጊሁ ካብ ከረን ገዚፍ ሓይሊ ኣበገሰ። እቲ ዝወፈረ ሓይሊ ኣብ ቀዳማይ መዓልቱ መከላስ ሓዲሩ ጉዕዞኡ ቀጸለ። ብሓሙሽተ ታሕሳስ ረፋድ ከኣ ኣብ ከባቢ መስሓሊት ኣሃዱታት ህዝባዊ ሰራዊት ኣብ ዘዳለወኦ ድብያ ኣትወ። ኣብቲ ብጽዑቕ ደገፍ ነፈርቲ ተሰንዩ ዝተኻየደ ብርቱዕ ውግእ፣ ሰራዊት ደርግ ነቲ ድብያ ጥሒሱ ንምሕላፍ ስልትታት እናቐያየረ ዝከኣሎ ፈተነ። ብዓሰርተ ሓሙሽተ ታሕሳስ ግን ቀዳማይ ፈተንኡ ፈሸለ። እንደገና ብዓሰርተ ሸውዓተ ታሕሳስ ካልኣይ ፈተነ መዲቡ ብየማነ ጸጋም ጽርግያ ግንባራዊ መጥቃዕቲ ከፈተ። ዕላምኡ ብጸጋም ዝነበረ ገዛእቲ ቦታታት ብምቁንጻር ንኣሃዱታት ህዝባዊ ሰራዊት ምክርዳን ነበረ። ይኹን እምበር ተወቒዑ ስልትታቱ በርዒኑ ዘፍ በለ። ኣብዚ ብርቱዕ ግጥም እዚ ብዓሰርተ ትሽዓተ ታሕሳስ ሓንቲ ኤፍኤች ሰማንያን ሽዱሽተን ነፋሪት ውግእ ብኣሃዱታት ጸረ ነፈርቲ በጦሎኒ ዓሰርተ ተሃሪማ ወደቐት። እቲ ፓይሎት ግን ብጃንጥላ ኣብቲ ወገኑ ዝነበርዎ ቦታ ወሪዱ ደሓነ። ድሕርዚ ደርግ ሳልሳይ ፈተነ ከካይድ ወጠነ። ውግእ ድማ ንኣርባዕተ ሓሙሽተ መዓልታት ዝግ በለ። ብዕስራን ክልተን ታሕሳስ በርከፋጭ ማለት ከፋቱ በሪ ኢሉ ዝጸውዖ ሓደ ናይ መበል ሰላሳን ሓደን ሻለቃ ማለት ቦጦለኒ ነበልባል ሰራዊት ብሄሊኮፕተር ኣብ ከባቢቲ ውግእ ዝካየደሉ ዝነበረ ወሪዱ ከም ዝድርበ ገበረ። ብዕስራን ሰለስተን ታሕሳስ ወጋሕታ ኣብ ግንባር ገንፈሎም ጾዕጾዕ ውግእ ተኸፍተ። ኣብቲ ንክልተ መዓልቲ ዝተኻየደ ሓያል ውግእ፣ ሰራዊት ደርግ ናይ ታንክታት፣ ሚእትን ሽዱሽተን ሚሊሜትር መዳፍዕ፣ ሞርታራት፣ ነፈርትን ሄሊኮፕተራትን ጸብለልትኡ ብዝግባእ ተጠቕመሉ። ይኹን እምበር፣ እዚ ናቕፋ ንምርዳእ ካብ ዝተገብሩ ፈተነታት ዝዓበየ ስርሒት እዚ ብከቢድ ምርብራብን ጽንዓትን ተጋዳላይ ተመኪቱ ንድሕሪት ተመልሰ። ክሳብ ምሕራር ናቕፋ ብጃንጥላታት ዝወርድ ዝነበረ ስንቅን ኣጽዋርን ሓደ ሓደ ግዜ ኣብ ሰራዊት ደርግ ሓደ ሓደ ግዜ ናብተን ኣብ ከበባ ዝነበራ ኣሃዱታት ህዝባዊ ሰራዊት ዝበዝሕ ግዜ ግን ኣብ መንጎ ይዓልብ ስለ ዝነበረ ኣብ ነፍሲ ወከፍ ሰሙን ወይ ክልተ ሰሙን ንብረት መን ወሰደ? ቀጻሊ ውግእ ይካየድ ነበረ። ህዝባዊ ሰራዊት ቀዋሚ ድፋዕ ሒዝካ ምውጋእ ንፈለማ ግዜ ኣብ ውግእ ናቕፋ እዩ ተመኪሩሉ። ኣድማዒ ኣጠቓቕማ ከቢድ ብረት እውን ኣብዚ ውግእ እዚዩ ዝያዳ ተመኪሩሉ። ተጋዳላይ እናተኮሰ ብግብሪ ተማሂሩ። እቲ ቀንዲ ድፋዓትን ኣስማትን ዕርድታት ናቕፋ ድሕሪ ስትራቴጂያዊ ምዝላቕ ዝተመስረተን ዝተሰምየን እዩ። ኣብ እዋን ከበባ ናቕፋ ተጋደልቲ ብምስካሕካሕ ዝዝክርዎ እቲ ዝነበረ ብርቱዕ ቁርን ጥሜትን እዩ። ኣብቲ እዋን እቲ ልኡኽ ወጻኢ ጉዳይ ህዝባዊ ሓይልታት ዝነበረ ዑስማን ሳልሕ ሳቤ ምስ ህዝባዊ ሓይልታት ርክቡ ስለዝበተኸ እቲ ብመገዱ ዝርከብ ዝነበረ ደገፋት ናይ ስንቂ ተቋሪጹ ነበረ። ኣብ ከምዚ ዝዓይነቱ ጽንኩር ኩነታት ከኣ መቑነን ተጋዳላይ ውሑድ መሸላ ወዲ ዓከር ነበረ። መቕሎ ስለ ዘይነበረ ከኣ ኣብ እምኒ'ዩ ዝስንከት። ብቑዕ ክዳውንቲ ስለ ዘይነበሮም ኣብኡ ዝነበሩ ተጋደልቲ ምስቲ ጥሜት ብቑሪ ተገሪፎም'ዮም። ብዜካቲ ኣብ ነብሶም ዝተኸድንዎ ክዳን ቅያር ስለ ዘይነበረ ብቑማል ተወሪሮም ነበሩ። ኣብዚ ጽንኩር እዋን ክሻ ወዲ ዓክር ከይተረፈ ተመቓቒሉ ክዳን ክኸውን ይዕደል ምንባሩ ይዝንቶ። እዚ እናኾነ ግን ተወፋይነትን ቆራጽነትን ተጋዳላይ መማዝንቲ ነበሮን። ነዚ ተጻዊሩ ድማ ናብታ ንሓርነት ናቕፋ ዝዃሕኩሐት መዓልቲ በጽሐ። ሓርነት ናቕፋ ኣብ ቀዳማይ ውድባዊ ጉባኤ ህዝባዊ ግንባር ዝሓለፈ ሰብን መሬትን በብቑሩብ ሓራ ምውጻእ ዝብል መርሓ መሰረት ብምግባር መሪሕነት ህዝባዊ ግንባር ኣብ መጋቢት ሽሕን ትሽዓተ ሚእትን ሰብዓን ሸውዓተን ናቕፋ ክትሕረር ወሰነ። ናቕፋ ፈለማ ካብ ዝተጠቕዓትሉ ግዜ ኣትሒዙ ዝካየድ ዝነበረ ኩሉ ውግኣት ብለይቲ'ዩ ዝነበረ። ኣሃዱታት ህዝባዊ ሓይልታት ከም ሰራዊት ደርግ ናይ ምንቅስቓስ ጸገም እኳ ተዘይነበረን፣ ጸላኢ ድልዱል ዕርድታት ሃኒጹ ብጻዕቂ ነተጉቲ ሓጺሩ ይዋጋእ ስለ ዝነበረ፣ ነቶም ዘጥቅዑ ተጋደልቲ ኣመና ሃሳዪ ነበረ። ኣብቲ ናይ ሽዱሽተ ወርሒ ምርብራብ፣ ውግእ ብጸልማት ይካየድ ስለ ዝነበረ፣ ሓደ ካብቲ ሓርነት ናቕፋ ዘደናጎየ ረቋሒታት እዩ። ኣብ መወዳእታ ከኣ ናይ ለይቲ ውግእ ከም ዘየዋጽእ ተገምጊሙ ናቕፋ ሓራ ናይ ምውጻእ መጥቃዕቲ ብቐትሪ ክፍጸም ተወሰነ። በዚ መሰረት እቲ መጥቃዕቲ ን ዕስራን ክልተን መጋቢት ሽሕን ትሽዓተ ሚእትን ሰብዓን ሸውዓተን ክካየድ ተመደበ። ነዚ መጥቃዕቲ እዚ ከካይዳ ዝተመደባ ኣሃዱታት ኣብ ርእሲ'ተን ካብ መስከረም ሽሕን ትሽዓተ ሚእትን ሰብዓን ሸዱሽተን ጀሚረን ንሽዱሽተ ኣዋርሕ ንሰራዊት ጸላኢ ኣኽቢበን ዝተረባረባ በጦሎኒታት ሽዱሽተ ሚእትን ሸውዓተን ሓሙሽተ ሚእቲ ከምኡ'ውን ሓንቲ ሓይሊ ናይ በጦሎኒ ሓደ ካብ ከበሳ ኣብ ደባይን ተንቀሳቓስን ስርሒታት እትነጥፍ ዝነበረት ኣብ ድሮቲ መጥቃዕቲ ካብ ከበሳ ዝመጸት በጦሎኒ ሰለስተ ማለት በርሀ ጻዕዳን ስብሓት ኤፍሬምን ዝመርሕዋ እውን ተወሰኸት። ኣብቲ መጥቃዕቲ ዝተሰለፈ ዓቕሚ ሰብ ህዝባዊ ሰራዊት ኣስታት ሓደ ሽሕን ኣርባዕተ ሚእትን ኣቢሉ ዝኸውን ነበረ። ኣንፈት መጥቃዕቲ ቦጦሎኒ ሽዱሽተ ሚእትን ሸውዓተን ካብ መዓስከር ደቡብ ንምብራቕ፣ ቦጦሎኒ ሰለስተ ካብ ምዕራባዊ መዓስከር እንዳ ሓለሐጎ ንሰሜን፣ ሓንቲ ሓይሊ ናይ ቦጦሎኒ ሓደ ብሰሜናዊ ምብራቕ ናቕፋ ነበራ። መጦሎኒ ሓሙሽተ ሚእቲ ድማ ኣብ ኩሉ ተዘርጊሓ ናይ ከቢድ ብረት ደጋፍ ክትገብር ተዳለወት። ኣብ ዕለተ መጥቃዕቲ መሬት ብከቢድ ግመ ተሸፊኑ ነበረ። ሰዓት ሸሞንተ ንጎሆ ኣቢሉ ድማ እቲ ውግእ ብደብዳብ ከቢድ ብረት ጀመረ። ልክዕ ሰዓት ዓሰርተ ምስ ኮነ ኣጋር ኣሃዱታት ናብ ሸቶታተን ገስገሳ። መዓስከር ደቡብ ኣብ ሓጺር ግዜ ኣብ ትሕቲ ህዝባዊ ሰራዊት ኣተወ። ውግእ ኣብ ኩሉ ማእዝናት መጥቃዕቲ ተወሃሂሩ። እንዳ ዓሊ ሐጎ ሰዓት ሰለስተ ድሕሪ ቀትሪ ኣብ ትሕቲ ቁጽጽር ኣተወ። ብድሕሪኡ መጥቃዕቲ ብምብራቕን ሰሜንን ቀጸለ። ሰዓት ኣርባዕተ ኣቢሉ ድማ መዓስከር ሰሜን ሓራ ኾነ። ኣብዚ ከቢድ ግመ ዝሸፈኖ መዓልቲ ዝተኻየደ ብርቱዕ ውግእ ንያቶ ዝዓረበ ሰራዊት ደርግ ኣብ መወዳእታ ናብ መዓስከር ምብራቕ ተኣኻኸበ። ሓይልታት ግን እግሪ እግሩ ሰዓባ። ኣብ ምብራቓዊ ሸነኽ ናቕፋ ድማ መሪር ግጥም ተኻየደ። ነፈርቲ ኲናት ምሉእ መዓልቲ ከዕለብጣ እኳ እንተወዓላ፣ መሬት ብግመ ተሸፊኑ ስለ ዝነበረ ወላ ሓንቲ ክገብራ ኣይከኣላን። እቲ ውግእ ድማ ከባቢ ሰዓት ሽዱሽተ ኣጋ ምሸት ብዓወት ህዝባዊ ሰራዊት ተዛዘመ። እታ ሽዱሽተ ወርሒ መመላእታ ብለይቲ ዘቕበጸት ናቕፋ በዚ ናይ ዕስራን ክልተን መጋቢት ሽሕን ትሽዓተ ሚእትን ሰብዓን ሸውዓተን መጥቃዕቲ ሓንሳብን ንሓዋሩን ሓራ ኮነት። ኣዛዚ ናይቲ ኣብ ናቕፋ ዝነበረ ሰራዊት ሻለቃ ማሞ ተምትሜ ከምቲ ዝተገልጸ ኣቐዲሙ ኣብ ዝተኻየሩ ውግኣት ሓደ እግሩ ተሃሪሙ ነበረ። ምስቶም ንኣፍዓበት ዝሃደሙ ወተሃደራት ክሃድም ስለ ዘይከኣለ ነብሱ ቀቲሉ ዝብል ወረ እኳ እንተሎ፣ ካብ መእዘዚ ቦትኡ ወጺኡ ምስቶም ብመዓስከር ምብራቕ ዝሃድሙ ዝነበሩ ወተሃደራት ከምልጥ እናፈተነ፣ ብጥይት ኣባላት ቦጦሎኒ ሽዱሽተ ሚእትን ሸውዓተን ተሃሪሙ ከምዝወደቐ ኣብታ ሻዓ ህሞት ዝነበሩ ተጋደልቲ የረጋግጹ። ኣብቲ መዓስከር ካብ ዝነበሩ ወተሃደራት ብዙሓት ክቕተሉ እንከለዉ፣ ዕስራን ኣርባዕተን ዝተፈላለየ መዓርግ ዝነበሮም ኣስታት ሚእትን ሓምሳን ወተሃደራት ተማረኹ። ኣስታት ሚእቲ ዝኾኑ ድማ በቲ ኣየር ወለድ መሪሑ ኣብ ናቕፋ ዝወረደ ሻምበል ተስፋየ ሃብተማርያም ደሓር ብሪጋደር ጀነራል እናተመርሑ ብሸነኽ ምብራቕ ናቕፋ ዝነበረ ግመ ጉልባብ ገይሮም ኣምለጡ። እዚ ካብ ናቕፋ ዝሃደመ ተረፍ መረፍ ሓይሊ ክሃድም እንከሎ ሓይሊታት እግር እግሩ ክሳብ ሓራስ ሓርማዝ፣ ሞጋዕ፣ ዓሸሮምን ኣፍደገ ኣፍዓበትን ኣብ ገሊኡ ሓሊፈንኦም እናጸንሓ ሰዓብኦም። እቶም ወተሃደራት ኣብ ሩባ ሕዳይ ብዝቐደምዎም ተጋደልቲ ምስ ተዓግቱ ኢድና ክንህብ ኢና ስለ ዝበሉ ካብ በጦልና ሓሙሽተ ሚእቲ ማእከልነት ሓይሊ ዝነበረ ተጋዳላይ ዓሊ ድርፎ ንበይኑ ቀረቦም። ኣብ ጥቕኦም ምስ ቀረበ ቦምባ ስለ ዝተኮሱ ዓሊ ድርፎ ተሰዌም። ብኡንብኡ ድማ ውግእ ተባረዔም። እቶም ወተሃደራት ኣብ ቅድሚኦም ምስ ዝጸንሑ ተጋደልቲ እናተዋግኡ ኣብ መወዳእታ ካብ ኣርብዓ ክሳብ ሓሙሳ ዘይበጽሑ ወተሃደራት ጥራይ ኣፍዓበት ኣተዉ። ኣብዚ ናቕፋ ሓራ ንምውጻእ ዝተኻየደ ናይ መጨረሽታ ውግእ ኣርባዕተ ማግ ዝዓይነተን ወተሃደራዊ መካይን፣ ሸውዓተ ሰማንያን ሓደን ሚሊ ሜትር ሞርታር፣ ክልተ ሰብዓን ሓሙሽተን ሚሊ ሜትር መዳፍዕ፣ ሓደ ብራውን፣ ሓደ ዓሰርተ ክልተ ነጥቢ ሸውዓተ ሚሊ ሜትር ረሻሽ፣ ኣስታት ኣርባዕተ ሚእቲ ኤም ዓሰርተ ሽዱሽተ፣ ኤም ዓሰርተ ኣርባዕተ፣ ሲማኖፍ ዝዓይነቱ ጠበናጁን ተተኮስትን ተማረኸ። ኣብ ውግእ ሓርነት ናቕፋን ምስኡ ዝተኣሳሰረ ዝተፈላለዩ ውግኣትን ስርሒታትን ዝተኸፍለ መስዋእቲ ቀሊል ኣይነበረን። ኣብኡ ዘጋጠመ ናይ ሓያሎ ኣዘዝቲ ህዝባዊ ሰራዊት መስዋእቲ ድማ ምስቲ ኣብ ቅድሚት ኮንካ ምራሕ ዝብል ባህልን ሰረተ እምነትን ህዝባዊ ግንባር ተኣሳሲሩ ዝረኣ እዩ። ኣብ ቀዳማይ ፈተነ ናይ መስከረም ሽሕን ትሽዓተ ሚእትን ሰብዓን ሽዱሽተን ሓደ ካብ መስረትቲ ህዝባዊ ሓይልታት ኣዘዚ በጦሎኒ ሓደ ገዛኢ ሃብተ ከምኡውን ፍቕረ መስፍን ካብ ወተሃደራዊ ኣካዳሚ ሃረር ማለት ኢትዮጵያ ዝተመረቐ መራሕ ሓይሊ ዝርከቦም ላዕለዎት ሓለፍቲ ብጅግንነት ክስውኡ እንከለዉ ኣብቲ ናይ መወዳእታ ግጥም መጋቢት ሽሕን ትሽዓተ ሚእትን ሰብዓን ሸውዓተን ከኣ ኣዛዚ በጦለኒ ሰለስተ በርሀ ጻዕዳ ውግእ ኣብ ምውድኡ መዓስከር ምብራቕ ኣብ ዝህጀመሉ ዝነበረ ናይ መጨረሽታ ደቓይቕ ርእሱ ብጥይት ብሬን ተሃሪሙ ተሰውኤ። ካብ በጦለኒ ሓሙሽተ ሚእቲ ማእከልነት ሓይሊ ኣብርሃ ሸሪፍ ኣብ መጥቃዕቲ መዓስከር ደቡብ ተሰውኤ። ማእከልነት ሓይሊ ዓሊ ድርፎ፣ ካብ ቦጦሎኒ ሓሙሽተ ሚእቲ ኣብ ድብያ ከባቢ ሕዳይ ተበጀወ። ካብ ቦጦሎኒ ሽዱሽተ ሚእትን ሸውዓተን ማእከልነት ሓይሊ ኣማኑኤል በይን ወዲ ብጆኒ ኣብ መዓስከር ደቡብ ብፈንጂ ተሃሪሙ ኣብ ሕክምና ምስ በጽሐ ተሰወየ። መስዋእቲ ናይዞም ዝተጠቕሱ ላዕለዎት ሓለፍትን ካልኦት ኣዘዝቲ ጋንታታትን መስርዕን ሓያሎ ምሩጻት ተጋደልትን ተወሲኽዎ ግጥማት ሓርነት ናቕፋ